ከመ ሞት ኣድነን። ደኺመ እንድየ ዝብለካ ዘለኹ። ኣንቺ ከቶ ግድ የለሽም ስለ ፍቅር ኣልገባሽም።
እዚ ጥላሁን ገሰሰ ዝባሃል ደረፋይ። ባዓል ይሙን ባርያ ዝመንጠልኪ። ሰላም ከመይ ቀኒኹም ጋይስ ካፊ ሊን ሎማዓንትኻ ብሓደሽ ቪድዮ ተመሊስና ኣለና ናይ ሎማዓንቲ ቪድዮ ናይ ሎማዓንቲ ርእስና ብዛዕባ ኣብ ስነ ጥበብ ኤርትራ ወይ ከኣ ኣብ ሚዚቃ ኤርትራ ዓቢ ኣበርክቶ ዝገበሩ ኣብ ስነጥበብ ኤርትራ ጥራይ ደይኮነ ከማኒ ኣብ ኢትዮጵያ ኣብ ሱዳን ዓቢ ኣበርክቶ ዝገበሩ ስነጥበበኛታት ኢና ክንርኢ ዓቢ ኣበርክቶ ዝገበሩ ደርፎም ትፈልጥዎም ኢኹም ግን ንዕኦም ኣይትፈልጥዎምን ኢኹም ስለዚ ንዕኦም ተላሊ ትሕዝቶ እያ ክትከውን ስለዚ ሳብ ፋይናል መደብ እንድሕር ሪኢኹማ ብዙሕ ነገር ክትመሃሩ ኢኹም ሳብ ፋይናል መደብ ምሳይ ጽንሑ let's go። Chip Chipoca Firi ስለዚ ጋይስ እዞም ትሪእዎም ዘለኹም ስነ ጥበበኛ ወይ ከዓ እዞም ትሪእዎም ዘለኹም ኣቦ ስነ ጥበበኛ ኣቦይ ግርማይ ሰሎሙን እዮም ዝበሃሉ ኣብ ስነ ጥበብ ኤርትራ ኣብ ስነ ጥበብ ኢትዮጵያ ኣብ ስነ ጥበብ ሱዳን ብጣዕሚ ዓበ ኣበርክቶ ዝገበሩ ስነ ጥበበኛ እዮም እስኪ መጀመርያ ናቶም ኢንተርቪው ኣሎ ሓደ ሓደ ኢንተርቪው ኣሎ ናቶም ክንሰምዕ ኢና ኣብ መንጎ መንጎ እውን ካብ ስራሓቶም ኣዝዮም ዘገርሙ ስራሓቶም ሓደ ሓደ እውን ክንርኢ ኢና ኣብ መወዳእታ ከኣ ኣብ ዙርያኦም ዝነበሩ ስነ ጥበበኛታት እሞ ከኣ ናቶም ደርፊ ስቲል ዝስማዕ ግን ከኣ ዋንነቱ ብካልእ ሰብ ዝፍለጥ ዓበይቲ ዓበይቲ ደርፍታት ውን ኣሎ እሱ ውን ኣብ መወዳእታ ክንሪኦ ኢና ማለት እዩ። ክንድዚ መንእሰይ ኣብ ዝነበርካሉ እዋንሲ ከመይ ዝኣመሰለ ንጥፈት ነይሩካ ሽዕኡ? ኣነ ኣብዚ ዓሰርተ ሸውዓተ ዓመት ዑት ጀሚረ ዑት ዑት እወ። ብሓሙሳን ኣርባዕተን ኣነ ምስ ማሕበር ተምሲል ኣውላድ ከረን ኣብዛ ስኔማ ኣስመራ ሰሪሐ ኣለኹ። እዛ ዑድ ትበሃል መሳርሒ ኣቦይ ግርማይ ካብቶም ቀዲሞም ኣብ ኢርትራ እቶም ቀዳሞት ካብቶም ዑድ ዝሃርሙ ዝነበሩ ሰባት ኣቦይ ግርማይ ሰለሙን እዮም ከምኡውን በረኸት መንግስትኣብ ውን ተዛሪብሎም ኔሩ ብዛዕብኦም

ካብኡ እየ ተማሂረ። ዑድ ኣተሃራርማ ካብ ግርማይ እየ ተማሂረ እዩ ዝብል ዘሎ በረኽት መንግስትኣብ። ዑደት ጌርና ንኢትዮጵያ ኣነ፣ ኣቶ ብርሃን ሰጊት፣ ኣልኣሚኑን ኣብ ኣዲስ ኣበባ ተረኺብና ምሉእ ኢትዮጵያ ኮሊልናያ መጺእና ማለት እዩ። እቲ ንእስነት ማለት። ኣንቱም ክቡር ጎይታይ እዛ ጓልኩም ሃቡኒ።

ባይ ዘ ወይ እዘን ክልተ ደርፊ ከማን ካብቲ ካብቲ ኢልና ደምፀናየን እምበር ጥላሁን ገሰሰ ዝሃበዎ ካልእ ደርፉን ኣሎ ግን ኣብ ዕቤቶም ስለ ዝተገብረ እቲ ኢንተርቪው ኣብ መበል 80 ገለን ዕድመ እዩ ተገይሩ ኢንተርቪው ስለዚ እሶም እውን ቅሩብ ረሲዖም እዮም ነቲ ደርፍታቶም ማለት እዩ ሕጂ ብንእስነቶም እንተዝኸውን ኔሩ እቲ ኢንተርቪው ወይ እቲ ሜዳ እንተዝህሉ ኔሩ ቁሩብ ካልእ ታሪኽ እውን ምተጻሕፈ ኔሩ ማለት እዩ። ካልእ ዜማታት ከ? ብዙሕ እዩ ንኣለማዮ ዶ ትዘክር እምበር።
ኣለማዮ እሸቴ እዛ። ሕጂ ንኣለማዮ እሸቱ ንኣለማዮ እሸቱ ዝሃብዎ ደርፊ ዋላ ብርግጽ ኣየናይ ምዃኑ ኣይፈለጥክዎን እቲ ኢንተርቪው እውን ቁርጽራጽ ስለ ዝኾነ ምሉእ ኣይረኸብክዎን እቲ ዶኮመንታሪ። ኣንቶበይ ነጊረካ እታ ዜማ የሱፍ ዝደርፋ።

ምስ ኣለማየሁ እሸቱ ጥቡቕ ድም ዝምድና ስለ ዝነበሮም ንዕኦም ብዙሕ ዜማ ሂቦሞም ክኾኑ ይኽእሉ እዮም። እቲ ደርፊ ኣክቹዋሊ ካልእ እተሰርሐ ደኮመንታሪ ስለ ዘየለ እቲ ደርፍታት ኣይረኸብክዎን። ግን ብዙሕ ዜማታት ምስ ኣለማየሁ እሸቱ እውን ክህልዎም ይኽእል እዩ ማለት እዩ። ብደርፊ በዓል በረኸት ዓርከይ ከኣ ኣብኡ ጸኒሖምና። ምስ ኦርኬስትራ ሱዳን ከኣ ሰሪሐ ተመሊሰ። ዓን ነይረ ማለት እየ። ሕጂ ግን የለኹን ይብል። ኣለኹ በል ኣለኹ በል። ኣብ ሱዳን ዘውጽኦ ደርፍታት ናይ ሱዳን ዜማታት እውን ኣሎ።

ይኣምነላ ድዩሱ ኢልካ እንድኻ እወ ተኾይኑ ዘይኣምነላ ምስ መምህር ኣልኣሚን ካብ ኣዲስ ኣበባ ኢኹም ተራኺብኩም ምዛናይ ኣዲስ ኣበባ ኖ ቅድም ንፈልጥና እወ ግን ኣዲስ ኣበባ ብሓንሳእ ከይድና ሙሉእ ኢትዮጵያ እቲ ዘሕጉሰካ ኣብዚ እስከ እንታይ እዩ ከም ጣዕንተወይ ዝበልኩ ከም በዓል በረኸት መንግስታብ ከምኡ እውን ኣላኣሚን ከምኡ እውን ግርማይ ካብ ኤርትራ ተበጊሶም ሙሉእ ኢትዮጵያ ይኹልዎ ነይሮም ኢትዮጵያ ኣብ ኣዲስ ኣበባ ጥራይ ተሓፂሮም ዘይኮኑስ ብምሉእ ኢትዮጵያ ይኸሉ ነይሮም ባህርዳር ይኸዱ ነይሮም ካልእ ካልእ ዝተፈላለዩ ይኸዱ ነይሮም ኣብ ሱዳን ምስ ከዱ ከዓኒ ኣብ ካርቱም ጥራይ ኣይኮኑን ዝሕፀሩ ነይሮም ኣብ ብምሉእ ሱዳን ይኸልዎ ነይሮም እዚ ኩሉ ክገብሩ ከለዉ ሲ ብቋንቆም እዮም ዝደርፉ ነይሮም ብቋንቆም እንዳደረፉ ከለዉ ተቐባልነት ነይሮም እቲ ዘሐጉሰካ ነገር ቋንቋኡ እንዳደረፉስ ተቐባልነት ከዓ ነይሮ መዓር ክንደይ ስነ ጥበብ ናይ ኤርትራ ሲ ኣስፋሕፊሑ ነይሩስ ክትርዳእ ትኽእል ኢኻ ብትሽዑ እዋን ምክንያቱ ምዚ ናይዚ ሕጂ እዋን ወለዶ እንድሕር ኣነፃፂርካዮ ኣብዚ ሕጂ እዋን ቶፕ ዝበሃል ደራፋይሲ ኣብ ባህርዳር ከይዱ ኮንሰርት እንተዘዳሉ ነይሩሲ

እዚ'ዩ ወዲ ሸከሕ ይበሃል ወይ ከዓ ሻለቃ ግርማይ ሓድጉ ዝበሃል የክቡር ዘበኛ የዜማ ምንጭ ተፃሒፍዎ ዘሎ ረእዎ የክቡር ዘበኛ የዜማ ምንጭ ተባሂሉ ዝፅዋዕ ዝነበረ ብኢትዮጵያውያን ማለት እዩ ኣብዚ ሕጂ እዋን ንሻለቃ ግርማይ ሓድጉ ብጣዕሚ እዮም ደኽብርዎ ኣብ ኢትዮጵያ ማለት እዩ ብጣዕሚ እዮም ዝፈልጥዎ ኣቦ ዜማ ተባሂሉ እዩ ዝፅዋዕ ንሱ ዳርጋ ንጥላሁን ዝሃቦ ዜማታት ከምኡውን ኣቦይ ግርማይ እውን ክብልዎ እዮም ሕጂ ብጣዕሚ ብዙሕ እዩ ንካልኦት ንካልኦት ንኩሎም ኣብቲ ሽዑ እዋን ቶፕ ዝነበሩ ደረፍቲ ዝሃብዎም ዜማታት ብዙሕ ስለ ዝኾነ ከም ቀንዲ ዜማ ዘያማይ ናይ ኢትዮጵያ እዩ ዝፍለጥ እሱ መዓት ዜማ እዩ ደሪሱ ንጥላሁን መዓት እዚ ጥላሁን ንገሰሰ ዝባል ደረፋይ መብዝሕቱ ዝሃቦ ግርማይ ሓድጉ እዩ ናተይ ድኣ ሰለስተ ኣርባዕተ እየን ግርማይ ሓድጉ እዙ ኣቡበከር ሻለቃ እወ ሻለቃ ግርማይ ሻለቃ ግርማይ ሓድጉ።
የክቡር ዘበኛ የዜማ ምንጪ ኢሎም ጽሒፎምሉ ዘለዉ ከኣ የክቡር ዘበኛ ዝበሃል ቲም ነይሩ ወይ ከኣ እዚ ባንድ ነይሩ ኣብቲ ሽዑ እዋን ኣብቲ ሽዑ እዋን ዝነበሩ ወይ ከኣ ኣብቲ ናይ ክቡር ዘበኛ ዝበሃል ዝነበሩ ኣብቲ ባህሊ ዝነበሩ ብምልኦም ደረፍትስ ዳርጋ ዜማ ዝገብረሎም ዝነበረ ስለዝኾነ እዮም የክቡር ዘበኛ የዜማ ምንጭ ገሊሎም ጽሒፎምሉ ዘለዉ ባይዘወይ ብዙሕ ብዙሕ ታሪክ ኣለዎ ኣበጋግስኡ ካብ ኤርትራ ኣብ ኢትዮጵያ ዝነብረሉ ዝነበረ ሲትዌሽን ካልእ ካልእ ታሪክ ክህልዎ ክእል ግን ገለገለ እስከ ካብቶም ዜማታት ናይ ግርማይ ሓድጉ እስከ ክንርኢ ንጥላሁን ገሰሰ ዝሃቦም የዘንባባ ማርነሽ እዚኣ ሕጂ ብጣዕሚ ፍትውቲ ደርፊ ናይ ጥላሁን ገሰሰ እያ ኣምሳሉ የህይወቴ ህይወት የምግብ ኣይነቶች ከመሞት ኣድነን እዚ ንጥላሁን ገሰሰ ካብቲ ንጥላሁን ገሰሰ ዝሃብዎ እም ንማሕሙድ ኣሕመድ ዝሃብዎ ከዓኒ ኣላወቅሽኝም እንዴት ይረሳል ዝብሉ ካልኦትን ሂቦሞም ካልእ ናይ ብዙነሽ በቀለ ዝሃብዋ ከዓኒ ወጣት ሳለው የፍቅር መጠኑ ዝብሉ ከዓኒ ዜማታት ንብዙነሽ በቀለ ዝሃብዋ እውን ኣሎ። ካልእ ሕጂ እንታይ ትዝክር ኣብቲ እዋን እቲ? በስመኣም ወወልድ ወመንፈስ ቅዱስ።

ጋይስ ኣብ መወዳእታ ናይ ኣቦና ግርማይ ሰሎሙን ካብተን ቀንዲ ዝስምዓ ደርፍታት ወይ ከዓ ካብተን ቀንዲ ናይ ኣቦና ግርማይ ሰሎሙን ደርፍታት ኣርባዕተ ፊደላ ትብል ደርፍላ ንዓ ከጋብዘኩሜ ንኤርትራ ዝደረፋ ደርፊ እዩ ኣርባዕተ ፊደላ ማለት ንኤርትራ ዝደረፋ ደርፊ ወይ ከዓ ነታ ሽም ኤርትራ ዝደረፋ ደርፊ እዩ